ሰላም ሰላም ሰላም ክቡራት ተኸታተልቲ ሕበን ቤትና ኤርትራ ከመይ ትኾኑ? ኣነ እግዚኣብሔር ይመስገን ሰላም ኣለኹ። ንስኹም እውን ሰላም ክትሉ በዓል ሙሉእ ተስፋ እየ። ኦኬ እምበኣር ሎማዓንቲ እዛ ቪድዮ እዚኣ ክገብራ መፅእ ኣለኹ ነዚኣ ክገብራ ዘገደን ድማ ኣብዚ ምዚ ሕጂ ናይ ኮሮና ጉዳይ ተኣሃትዩ ዘለዎ ሓድሽ ሕግታት ገለመለ ኩኤር ኮደ ክህልውና ስለ ዘለዎ ንሱ ድማ ብምንታይ ንገብሮ ዝብል ሕቶ ስለ ዝመፅእ ማለት እዩ ከመይ ጌርና ኮደ ዝበሃል ከመይ ጌርና ንጥቀመሉ ገለ ሓንሳብ ኮይና ኣብዚ ቪድዮ ክንሪኦ ኢና ማለት እዩ ንስኹም ድማ ስታፍ ፎር ስታፍ ኮሪኤኩም እየ ንስኹም ድማ ነዚኣ እንዳረኣኹም ኣብ ሞባይልኩም ድዩ ኣብ ላፕቶፕኩም ድዩ ብዝኾነ ማየት ተውርድዎ እቲ ዝበለፀ እኳ ኣብ ላፕቶፕ እዩ ምክንያቱ ሕዝኩሞ ስለ ዝኸዱ ኣብ ዝኾነ ስለ ዝጓዓዝ ሞባይልኩም ንዓኹም ፅግም ኣይኮነን ኖርማል ክትሪእዎ ትኽእልኹም ወላ ፕሪንት እውን ክትገብሩ ትኽእልኹም እቲ ዝበለፀ ብለግን ኣነ ኣብ ሞባይልኩም እቲ ኣፕሊኬሽን እያ ትወርድ ንሳ ተውርድዋ ከመይ ጌርና ከም ንገብሮ ኩሉ ከርእየኩም እየ ስታፕ ፎር ስታፕ ማለት እዩ ብሓንሳብ ንርኣዮ ኦኬ ሕጂ እንታይ ኢና ንገብር ናብ ጉግል ፕለይ ወይ ከዓኒ ኣፕል ስቶር ኢና ንኸይድ ማለት እዩ ናብኡ ከይድና ኣፕሊኬሽን ናብቲ ኣፕሊኬሽናት ነውርደሉ ናብኡ ኢና ንኸይድ እንታይ ኢና ንፅሕፍ ማለት እዩ ኮሮና ቸክ ኣፕ ኮሮና ቸክ ኣፕ ንፅሕፍ ማለት እዩ ባዕሉ ኣይመፀናን እዩ ከምዚ ናተይ ኮሮና ቸክ ኣፕ ኢና እዚኣ ንረትና እዚኣ እያ ኮሮና ቸክ ትብል ዘላ ነዚኣ ኢና ነውርዳ ማለት እዩ ኢንስታሊረን ክንብላ ኢና ኢንስታሊረን ክንብላ ኢና ክትወርዳ ኢና ክትወርዳላ ክንፅበያ ኢና ማለት እዩ ኦኬ ሕጂ እምበኣር ወርዳትና ኣላ ሕጂ እንታይ ኢና ንገብር ኦፕን ክንብላ ኢና ማለት እዩ ኦፕን ክንብላ ኢና ኦፕን ኣብዚ ንጥውቕ ማለት እዩ ባዕሉ ክወዘና እዩ ባዕሉ ወላ ሓንቲ ንገሮ ንገ እዚ ወላ ሓደ ኦኬ ንበሎ ሃራ ንበሎ ፅገም ብሉን ኣለይ እንትዃን ምት ኤምብቫይስ ብለና ኣለዎ እዚ ኣፕሊከሽን ክጥቀመላ ተረኣ ኮንኳ ነዚ ኣብዚ ክንኣቱ ተረኣ ኮይና ከም ዝተመርመርና ዘረጋገፅ መረጋገፂ ከለና ክህልወና ክእል ኣለዎ ማለት እዩ ብዘይ ንሱ ወላ ሓደ ክንገብር ኣይንኽእልና ማለት እዩ ከምኡ እዩ ዝብለና ዘሎ ስለዚ እንታይ ኢና ንብሎ ፎ ክንደ ኢና ንብሎ ብዝታሕቲ ትሪእዎ ኣለኹም ኣብ ታሕቲ ፎ ክንደ ኢና ንብሎ ማለት እዩ ፎ ክንደ እዚ ዋላ ከምኡ እዩ ዋላ ሓንቲ ብቫይስ ፋንቴስት ኦፍ ቫክሲናሲ መረጋገጺ ናይ ከም ዝተመርመርካ ወይ ከኣኒ ክታበት ከም ዝተኸተብካ ማለት እዩ። እንታይ ብልና ኣሎ እዛ ብቫይስ እዛ መረጋገጺ እዚኣ ስኻ ትረኽባ ኢኻ በዛ በዛ ኣፕሊኬሽን እዚኣ ብኣፕ ካን ኤን ኮሮና ብቫይስ ፎርያው ማከ ኣልስ እዛ ኣፕሊኬሽን እዚኣ ንዓኻ ናይ ከም ዝተመርመርካ ዘርኢ መራገጽ ትገብረልካ እንድሕር ረኣ ንስኻ የበንት ክፋክሲኒርድ እንተ ንስኻ ተኸቲብካ እንተ ኮንካ ኣውት ኤን ቴስት ብላይክ ዳቴኺን ኮሮና ሄፕት ቴስት ጌርካ ወይ ከዓ ምርመራ ጌርካ ኮሮና የብልካ እንተባሂልካ ኣውት ኤን ቴስት ብላይክ ዳቴ ኮሮና ሄፕት ኸሃድ ኣን በንት ሄርስተልድ እንታይ ብልና ኣሎ ንስኻ ኮሮና ኔሩካ ተታሒዝካ ኔርካ ግን ሓዊኻ ኣለኻ ከም ዝሓወኻ መረጋገፂ ክትገብረልካ ትኽእል እያ ሓንቲ ካብዘን ሰለስተ እንድሕር ጌርካ ክትገብረልካ ትኽእል እያ ማለት እዩ ኦኬ እዚ እውን ፎክ እንደ ንብሎ ማለት እዩ ኩኤር ኮደ ያው ብቫይስ ብለና ኣሎ እዚ መረጋገፂ ናትካ እዩ ብለና ኣሎ ሕራይ ንበሎ እዚኣ ቀንዲ ብዚኣ ክረግፀላ ደዩ ዘለኹ እንታይ እዚኣ ኩኤር ኮደስ ፎር ኔደርላንድ ን ኢንተርናሽዮናል እንታይ ብልና ኣሎ እዛ ኣፕሊኬሽን እዚኣ ክልተ ክር ኮድ እያ ትብል ትጥቀም እያ ትህበና ማለት እዩ ናይ ውሽጢ ሃገርን ናይ ውሽጢ ናይ ወፃኢ ሃገርን ማለት እዩ ኣብዚ ዓዲ እንጥቀመሉ ክር ኮደ በበይኑ እዩ ኢንተርናሽናል ኣብቲ እንተወፂና ንኣብነት ሕጂ ናብ ጀርመን ንኸይድ ንበል ኣብኡ እንጥቀመሉ ድማ በይኑ እዩ ማለት እዩ ኦኬ ስለዚ እንዳ ከድና ከርእየኩም እየ ባዕሉ እዩ ባዕሉ ከመይ ገና ከም ንገብሮ ከርእየኩም እየ ፀገም ባህል የብሉን ጥራይ ክልተ ከም ዝኾና ጥራይ ክንፈልጠን ኣለና ማለት እዩ ፎኽ እንደ ንብሎ ዝም ማለት እዩ ሕጂ እምበኣር ወዲእና ኣለና ኣንድ ስላ ክንብሎ ኢና ናብቲ ክሳይ ከይድና ከም ዝበልኩኹም ኣብዚ ናይ ኔደርላንድ ክመፅ እዩ ናይ ኔደርላንድ ተደሊና ኣብዚ ንጥውቕ ኔደርላንድ ንህለለ ናይ ኢንተርናሽናል ድማ ናይ ወጻኢ ድማ ኣብዚ ንጡ ኣብዚ ክመጽእ እዩ ማለት ከም ትሪኡ ዘለኹም ከምዚ ናይ ዓለም ማለት እዩ ሕጂ በዚ ናይ ኔደርላንድ ድሓን ንግበር ኩሉ ክመጽእ እዩ ማለት እዩ ብቫይስ ቱፉ ከብለና ኣሎ ኣብዚ ትሪእዎ ኣለኹም እዚኣ ብቫይስ ቱፉ ከም መረጋገጺ ሃብ ትብለና ኣላ ማለት እዩ ኣብዚኣ ሕጂ ከይድና እቲ ዝተኸተምናሉ መረጋገጺ ኣውቶማቲክ ይኣኡ ከሎ ዝመጽእ ማለት እዩ ኣውቶማቲክ ዝመጽእ

ከም ዝሓወኹ ተታሒዘ ነይረ ኮሮና ግን ከም ዝሓወኹ መረጋገፂ ቴስት ብቫይስ ኣብዛ መጨረሻ ዘላ ድማ ማለት እዩ ቴስት ብቫይስ ድማ ተመርሚርካ ኮሮና የብልካ እንተተባሂልካ ማለት እዩ ካብ ሰለስቲ እንተ ሃልዩካ ኣብታ ዝደለካ ስኻ ጥውቕ ማለት እዩ ኣነ ሕጂ ተኸቲበ እንታይ ክገብር እየ ቫክሲናስ ብቫይስ ትብል ኣብዚኣ ክትውቕ እየ ማለት እዩ ሕጂ ናተይ ኢንሎኸን ምስ ደኸይደ ይብለና ኣሎ ደኸይደ ኢና ኩሉ ግዜ ምስ ደኸይደ ጌርና ኢና ነምፅኦ ማለት እዩ ኣብዚኣ ኢንሎ ክንብላ ማለት እዩ ይበለኹም ሕጂ ብዚ ኣብዚኣ ኣፕሊኬሽን እንተ ሃልያትኩም ብቲ ኣፕሊኬሽን እንተ ሃልያትኩም ዝበለፀ ፋይል ኸር እዩ ውሑስ እዩ እንድሕር ዘይብልኩም ግን ፀገም የለን በዚ ኤስኤምኤስ ኮንትሮለ በዚ ተኣትው ትኽልኡኹም ማለት እዩ ኦኬ እንተደኣ ዘይብልኩም ግን እዚ ክተውፅዎ ክትክእሉ ኣለኩም ዲኼደይ ክህልወኩም ክኽእል ኣሎ ኢንሎኽን ኸይፈንስ ክህልወኩም ክኽእል ኣለዎ ማለት እዩ ክብራብት ናም እን ቫክትቮር ገለ ክህልወኩም ኣለዎ ኦኬ ኣነ ንዓኹም ንኽርኢ ምንታን ብኤስኤምኤስ ኮንትሮል ክኣትዮ ማለት እዩ ንሱ እቲ ንውሕ ዝበለ መንገዲ ስለ ዝኾነ ማለት እዩ ኣብዚ ክትውቀ ኣብዚ ሕጂ እቲ ናተይ ኢሎ ክኸይፈንስ ኩሉ ክእትዎ እየ ማለት እዩ ናይ ግድን ኣነ ክውለ እየ ንስኹም ከዓ ትፅሕፍዎ ማለት እዩ ኦኬ ኣነ ሕጂ ከም ትርእይዎ ዘለኹም ጽሒፈዮ ኣለኹ ናተይ ማለት እዩ ጽሒፈዮ ኣለኹ ክብራይኩስና ምእትዮ ኣለኹ ቫክትቮር ድማ እትዮ ኣለኹ ማለት እዩ ኦኬ ሕጂ እንታይ ክብለ ኢንሎኸን ክብለ ኣብዚ ማለት እዩ ኢንሎኸን ሕጂ ኢንሎኸን ኢለ ኣለኹ ኤስኤምኤስ ናባይ ክሰደድ እዩ ማለት እዩ ኤሰምስ ናብታ ቴለፎነይ ናብታ ቁጽሪ ዝሃብክዎ ናብኣ እንታይ ክሰድድ እዩ ቴለፎን ክሰድድ እዩ እዚ ቁጽሪ ኣብዘን እንትኣትዋ ሽዱሽተ ቁጽርታት ክሰደለ- ክሰ- ክስደደልና እዩ እ፣ ክንስን ክንእትውና ማለት እዩ ኦኬ እዛ ኮድ እዚኣ መጽያትለይ ኣላ እዛ ኮድ እዚአን እ፣ መልእየን ኣለኹ ሕጂ እ፣ ኢንሎ ፎ ክንደ ክንብላ ኢና መልእየን ኣለኹ ፎ ክንደ ክንብላ ኢና ባዕሉ ክወዘና እዩ ማለት እዩ ከምዛ ትሪእዋ ዘለኹም ኣውቶማቲሽ ባዕሉ ክብለና እዩ ማለት እዩ ትሪእዎ ኣለኹም ኣብዚ ፀግዒ እዚ ኩሉ እዚ እዘን ክልተ ትሪእዋ ኣለኹም እዚኣ ክልተ ፋክሲናሲ እንተ ወሲድካ ኣነ ሕጂ ክልተ ወሲደ ተቐዳመይቲ ዝወሰድካላን ተካልኣይቲ ዝወሰድካላን የምፅልካ ማለት እዩ መኣስ ዕለት ዕለት ክንደይ ሽምካ ኩሉ መኣስ ከም ተወልድካ ኩሉ ይመፀካ ማለት እዩ ዝኾነ ጌጋ ትረኣህሊ ኣብዚ ክሎብቲ ኤር ኢትስ ኒት ትብለና ዘሎ ኣብኡ ትጥቕ ማለት እዩ ዝኾነ እንድሕር ተጋግዮም ወይ ገለ ማለት እዩ ምስኦም ኮንታክት ክትገብር ትኽእል ኢኻ ማለት እዩ ኦኬ ዝኾነ እንተ ሃልዩ ብዚኣ ትኸዱ ማለት እዩ እዘን ክልተ ብዚኣን ኣለዋ ሓንቲ ትረኣ ተቢልካ ናይ ግድን ሓንቲ ዝኾኑ ዶ ማለት እዩ ያ ሕጂ ከምዚ ኢሉ ክመፀና እዩ እዚ እቲ ናትካ መረጋገፂ ብለና ኣሎ ሓቂ ትረኣ ሃልዩ ኩሉ ፅቡቅ ተላልዩ ኣብዚኣ ትሪእዋ ኣለኹም ማክ ብቫይስ ብለና ኣሎ መረጋገፂ ግበረለይ ንብላ ኣላ ማለት መወዳእታ እዩ ኦኬ ኣብዚኣ ንጥውቕ ማለት እዩ ንጥውቓ ንፅበያ ባዕለ ክገብረልና እዩ ማለት እዩ እታ ናይ መወዳእታ እያ ተሪፋ ዘላ እታ ናይ ኩኤድ ኮረ ክግበረና እዩ ማለት እዩ ያ ሕጂ ኣብዛ ብካይክ ኩኤር ኮደ ንብላ ማለት እዩ ኣብዚኣ ከምዚኣ ገና ንጥውቃ ትሪእዋ ኣለኹም እዚኣ ሕጂ ኩኤር ኮደ ኔደርላንድሰ ኩኤር ኮደ እዚኣ ትሪእዋ ኣለኹም ኔደርላንድሰ ኩኤር ኮደ እዚኣ እያ ናይ ኔደርላንድ ማለት እዩ እዚኣ ትመፀና ኩሉ ግዜ እዚኣ ንሪኦም ማለት እዩ ናይ ኔደርላንድ እያ እዚኣ ግን ኦኬ ናይ ኔደርላንድ ናይ ውሽጢ ናይ እዚኣ ናይ ውሽጢ ሃገር ኮይነ ናይ ደገ ድማ ክርእየኩም ሕጂ ማለት እዩ ኦኬ ኣብዚ ንኸይድ ድማ ማለት እዩ ኣብዚኣ ኮይና ድማ እንታይ ንገብር ኩሉ እትው ይወል ሓንፀገም የለን ብካይ ክዕር ኮደ ኣብዚኣ ድማ ንሃርም ተና ኢንተርናሽናል ድማ ክትመፀናያ ማለት እዩ እዚኣ ድማ ተና ኢንተርናሽናል ማለት እዩ ኢንተርናሽናል ኮደ ኣብዚኣ ህለት እታ ናይ ኔርላንስ ኢንተርናሽናል ኮድ ድማ ናይ ኔርላንድ ክኤር ኮድ ድማ ዝንህለት ማለት እዩ ግን እዚአን እየን ናይ ኔርላንድ እዚኣ ናይ ኢንተርናሽናል ድማ ናይ ኢንተርናሽናል ድማ እዚኣ ማለት እዩ ኣውፂእና ስለ ዝኾነ ሕጂ እቲ ኣፕሊኬሽን ዝኾነ ኣርእና ትርኣ ለምኹም ኣብቲ ኣፕሊኬሽን ተኣትው እዚ ኩሉ ኣይትብልዎኖም ንሓንቲ ግዜና እዚኣ ጌርና ዘለና ካልእ ወላ ሓንቲ የድልየናን እዩ ወዲእና ናቲ ፕሮሰስ ወዲእና ኢና እታ ኩኤር ኮደ ኦሬዲት ኣቢላላ ማለት እዩ ዝኾነ ኣርኢና ምስ ትበሃል ጥኡ ኣቢልኩ ኣብታ ኮድ እንታይ ይበሃል ትገብሩ ኣብኣ ክፀንሐኩም እያ ኮድ ከምዚ ኣብዚ ዝጥውቁም ናይ ግድን ጠውቅኩም እታ ኮድ ትህቦም ተርእዎም ማለት እዩ ኣብ ኔደርላንድ ተረኣ ኮይኑ ኣብ ኔደርላንድ ኣብ ኢንተርናሽናል ኣብ ውፃ ወፃ ሃገር ተራ ኮይኑ ድማ ኣብ ወፃ ማለት እዩ ያ ኦኬ እምበኣር ክብራት ተኸታተልቲ ሓበን ቤትና ኤርትራ ናይ ሎማዓንቲ ቪድዮ እዚኣ ትመስል ነራ ማለት እዩ ኣብ ዝመፅእ ብካልእ ቪድዮ ብትምህርቲ ክንራኸብ ኢና ማለት እዩ ኣብ መስራሕ ኣለኹ ሓደ ቪድዮ ኣብ ዝቕረብ እዋን ከውርድ እየ ብጣዕሚ ጠቓሚ ዝበልኩዎ ማለት እዩ ኣብ ቀፃሊ ብካልእ ቪድዮ ክንራኸብ ኢና ስለዚ ሰሰናዩ ቻው